ኣብዛ ሃገር ሕክምናን ትምህርትን ካብ ክፍሊት ነፃ እዮም። ዜጋታት ግብሪ እውን ኣይከፍሉን እዮም። ዜጋ እዛ ሃገር ኮንካ ገዛ ክትሃንፀሉ ዘኽእለካ ገንዘብ እንተለካ ባዕሉ መንግስቲ እዩ መሬት ዝህበካ። ገንዘብ ምስ ዘይህልወካ ድማ መንግስቲ ውቁብ ገዛ ሃኒፁ ወይ ብኣዝዩ ሕሱር ዋጋ ይሸጠልካ ወይ ድማ ኣብ ነዊሕ እዋን ዝኽፈል ልቓሕ ብምሃብ ኣስተርሒኻ ንበረሉ ይብለካ መብዛሕትኦም ዜጋታት እታ ሃገር ናይ ውልቂ መካይን ስለ ዘለዎም ባስን ታክስን ከኣ ስለ ዘይጥቀሙ ህዝባዊ ኣገልግሎት መጓዓዝያ ክትረክብ ኣጸጋሚ'ዩ ኣብዛ ሃገር ነዳዲ ካብ ማይ ይሓስር ሓንቲ ሊትሮ ዕሽግቲ ማይ ሓደ ዶላር እንክትሽየጥ ሓንቲ ሊትሮ ነዳዲ ከኣ ብኣርብዓ ሰናቲም'ዩ ዝሽየጥ እዛ ሃገር ብስፍሓት መሬትን ብዝሒ ህዝብን ኣዝያ ንእሽተይ ብምዃና ኣብ ዓለም ብዙሕ እትፍለጥ ሃገር ኣይኮነትን። ምናልባት እንተፈለጥኩማ ድማ በቲ መራሕቲ ሃገር ዝኽተሎ ምድራዊ ዘይመስል ኣዝዩ ኣገያጽን ሓሻሽን ኣገባብ ኣነባብራ እዩ ክኸውን ዝኽእል። ናይ ሎሚ ዳህሳስና ኣብ ደቡባዊ ምብራቕ ኤሽያ ናብ እትርከብ ኣዝያ ንእሽተይ ግን ከኣ ብዘለዋ ዕቑር ነዳድን ንመራሕታ ብሃብቲ ዘስከረት ሃገረ ብሩነይ ዘቕንዐ'ዩ ክኸውን። ሰናይ ምክትታል። ምሉእ ስማ ብሩነይ ዳር ሰላም'ያ እትበሃል። ምስ ሃገራት ዓረብ ዘመሳስላ ነገር እንተሎ ብዕቑር ሃብቲ ነዳዲ ዘዕለቕለቐት፣ ብሕጊ ሸሪዓ እትመሓደር ሃገር ምዃና'ዩ። ብሩነይ ብንጉሳዊ ስድራቤት እትመሓደር ሃገር ኮይና፣ ሓሰናል ቦልክያህ ከኣ መራሕን ኩሉ ነገርን እታ ሃገር'ዩ። ሱልጣን ሓሰናል ኣብ ብሩነይ ገባርን ሓዳግን ኮይኑ ስልጣኑ ሓደ ብሓደ እንክዝርዘር ድማ መበል ዕስራን ትሽዓተን ሱልጣን ብሩነይ፣ ቀዳማይ ሚኒስተር ብሩነይ፣ ሚኒስተር ጉዳያት ወጻኢ፣ ሚኒስተር ፋይናንስን ቁጠባን፣ ሚኒስተር ምክልኻል ብሩነይን ኣዛዚ ሓይልታት ምክልኻል እታ ሃገርን ኩሉ ባዕሉ'ዩ። ሱልጣን ሓሰናል ብሽሕን ትሽዓተ ሚእትን ሱሳን ሸውዓተን ዓመተ ምህረት'ዩ ካብ ኣቡኡ ዑመር ዓሊ ሰይፉዲን ስልጣን ተረኪቡ። ካብታ ስልጣን ዝተረከበላ ዓመት ጀሚሩ ከኣ ንዝሓለፉ ሓምሳን ትሽዓተን ዓመታት ንሃገረ ብሩነይ ከም ሱልጣን ኮይኑ ይመርሓ ኣሎ። በዚ መሰረት ኣብ ስልጣን ካብ ዘለዉ መራሕቲ እቲ ዝነውሐ ግዜ ኣቑጺሩ ዘሎ'ዩ። ወዲ ሰብዓን ሸሞንተን ዓመት ሱልጣን ሓሰን ኣልቦልክያህ በቲ ኣብታ ሃገር ሒዝዎ ዘሎ ብዝሒ ስልጣንን በቲ ተቖጺሩ ዘይውዳእ ሃብቱን ልዕሊ ኹሉ ድማ በቲ ዝኽተሎ ዘይንቡር ኣገባብ ኣነባብራ ኣብ ዓለምና ከምኡ ጌሩ ኣብ ነፍሲ ወከፍ ካልኢት ስሙ ዝለዓል መራሒ የለን። ውልቃዊ ሃብቲ እዚ ሱልጣን ከባቢ ሰላሳ ቢልዮን ዶላር ከምዝኾነ'ዩ ዝንገር። ካብዚ ንላዕሊ ግን በቲ መዓልታዊ ዝዘርዎ እልቢ ዘይብሉ ገንዘብ እዩ ዝፍለጥ። እዚ ሱልጣን ኣብታ ኣብ ምድርና ካብ ዘለዉ ቤተ መንግስታት እቲ ዝዓበየ ተባሂሉ ኣብ መዝገብ ኣደነቕቲ ነገራት ጊነስ ሪከርድ ተመዝጊቡ ዘሎ ኣዝዩ ውቁብ ቤተ መንግስቲ ብሩነይ እዩ ዝነብር። እዚ ቤተ መንግስቲ ንክህነፅ ጥራይ ሓደ ነጥቢ ሽዱሽተ ቢልዮን ዶላር ዝወደእ እዩ። እቲ ቤተ መንግስቲ ኣብ ክልተ ሚእቲ ሽሕ ትርብዒቲ ሜተር ስፍሓት ዘለዎ ቦታ ዝተደኮነ ኮይኑ ኣብ ውሽጡ ብኣዋርቕ ዘጌፀ ናይቲ ሱልጣን ዝፋን ገዛ ሽሕን ሸውዓተ ሚእትን ሰማንያን ሸሞንተን ክፍልታት ክልተ ሚእትን ሓምሳን ሸውዓተን ሽንቲ ቤታት ኣስታት ሓሙሽተ ሽሕ ሰባት ከእንግድ ዝኽእል ኣዳራሽ ንጉሳውያን ስድራ ቤት ዝሰግድሉን ሽሕን ሓሙሽተ ሚእትን ሰባት ክሕዝ ዝኽእል መስገዲ ቦታ፣ ብርክት ዝበሉ መንግስታውያን ስርሓት ዝካየደሎም ቤት ጽሕፈታት፣ መካይን ዝቕመጣሉ ጋራጃትን ከባቢ ክልተ ሚእቲ ኣፍራስ ክሕዝ ዝኽእል ኣፍራስ ዝነብርሉ ገዛ ዘለዎን እዩ። እዚ ዝተጠቕሰ ኣብቲ ኣብ ብሩነይ ዝርከብ ቤተ መንግስቲ ጥራይ ዝርከብ ኮይኑ፣ እቲ ሱልጣን ናብ ሃገራት እንግሊዝን ኣሜሪካን ኣብ ዝገሸሉ ግዜ ዘዕርፈሎም ብተመሳሳሊ መንገዲ ዝተሃንጹ ኣጋየጽቲ ዝኾኑ መንበሪ ኣባይትን ሆቴላትን እውን ዘለዎ እዩ። ሱልጣን ሓሰን ኣል ኣዝዩ መኪና ዝፈቱ መራሒ እዩ። ኣብ ዓለምና እቶም መኪና ይፈትዉ እዮም ተባሂሎም ዝግለጹ ሰባት እቶም ዓሰርተ፣ ዒስራ ወይ ሰላሳ መካይን ዘለውኦም ሓሸሽቲ ሰባት እዮም። መራሒ ሃገረ ብሩነይ ግን ምስዞም ሰባት ዝወዳደር ኣይኮነን። ብሰላሳ ኣርብዓ መካይን ዝዓግብ እውን ኣይኮነን። ንምእማኑ ዘጸግም ዋላ ድኣ ይኹን እምበር፣ ሱልጣን ሓሰናል ብገምጋም ሸውዓተ ሽሕ መካይን ከም ዘለዋ እዩ ዝንገር። መብዛሕትኣን ካብዘን መካይን ድማ ብፍሉይ ትእዛዝ ነቲ ሱልጣን ተባሂለን ዝተሰርሓን እንደገና ናብ ዕዳጋ ዘይቀርባን እየን። ጠቕላላ ዋጋ መካይኑ ከኣ ሓሙሽተ ቢልዮን ዶላር ኣቢሉ ይግምገም። ንመብዛሕትኡ ሰብ ዓለምና ሓንቲ ሮልስ ሮይስ ዝዓይነታ መኪና ምስ እትህልዎ ንኽረኣየላን ኣቓልቦ ሰባት ንኽስሕበላን እኽልቲ'ያ። ነዚ ሱልጣን ግን ብዝተፈላለየ ኣገባብ ዝተሰርሓ ሽዱሽተ ሚእቲ ሮልስ ሮይስ'የን ዘለዋኦ። ሱልጣን ሓሰን ኣል ቦልኪያህ ግን ምስ መካይን ጥራይ ዘይኮነ ምስ ወርቂ'ውን ጥቡቕ ፍቕሪ'ዩ ዘለዎ። እታ ካብ ኩለን መካይኑ ኣብሊጹ ዝመርጻን ብዙሕ ግዜ ኣብ ቅድሚ ህዝቢ ሒዝዋ ዝረኣይን ሮልስ ሮይስ ዝዓይነታ መኪንኡ ከኣ ዝበዝሐ ክፋላ ካብ ወርቂ ዝተሰርሐን ብወርቂ ዝተለበጠን እዩ። እታ ዓበይቲ ሃገራውያን ኣጋጣሚታት ኣብ ዝህልወሉ ግዜ ተወጢሕዋ ኣብ ጎደናታት እታ ሃገር ክኾልል ዝረኣየላ ሰረገላኡን ኣብ መገሻታቱ ዝጥቀመላ ናይ መጓዓዝያ ነፋሪቱ እውን ብወርቂ ዝተለበጣ እየን። እዚ ሱልጣን ሰለስተ ዘብለጭልጫ ናይ ውልቂ ጀትን ክልተ ሄሊኮፕተራትን ዘለዎ እዩ። እታ ቦይንግ ሸውዓተ ሚእትን ኣርባዓን ሸውዓተን ኣርባዕተ ሚእትን ሰላሳን ዝዓይነታ ናይ ውልቁ ጀት ከኣ በራሪት ቤተ መንግስቲ ተባሂላ እያ እትፍለጥ። እታ ነፋሪት ኣብ ስሩዕ ዲዛይን ኣሰራርሓኣ ኣርባዕተ ሚእቲ ሰባት እትጽዕን ኰይና፣ ብመሰረት ፍሉይ ትእዛዝ ናይቲ ሱልጣን ግን ንሱን ስድራቤቱን ጥራይ ከም ዝሳፈሩላ ተገይራ ብፍሉይ ዲዛይን እያ ተሰሪሓ። እታ ነፋሪት ኣብ ውሽጣ ብኣዝዩ ፍሉይ ኣገባብ ብወርቂ ዝተሰርሐ ናይ ሱልጣን ዝፋን ኣዝዩ ምቹእን ውቁብን ሳሎን ቤት ጽሕፈታት ቀዳማይ ደረጃ ናይ ቴክኖሎጂ ኮሚኒኬሽን መሳርሒ ዝተገጥመሉ ንእስ ዝበለ ኣደራሽ መደቀሲ ክፍልን ብወርቂ ዝተለበጡ ኣቕሓን ዝተመልኣዩ። ብተመሳሳሊ ኣገባብ ብኣዝዩ ኣገያጺ መንገዲ ዝተሰርሓ ሓንቲ ቦይንግ ሸውዓተ ሚእትን ሰላሳን ሸውዓተን ከምኡውን ኤርባስ ኤይ ኣርብዓ ዝዓይነተን ጀት እውን ኣለውኦ። እቲ ሱልጣን ኣብ ውሽጢ ሃገር ኣብ ዝገብሮም በረራታት ዝጥቀመለን ክልተ ሄሊኮፕተራት እውን ዘለዎ እዩ። ኩለን ናይ ውልቂ ነፈርቱ ይኹና ሄሊኮፕተራቱ ዕስራን ኣርባዕተን ሰዓታት ድሉዋት ዝኾኑ እቲ ሱልጣን ኣብ ዝደለየሉ ኣብ ዝኾነ ይኹን ግዜ ዝንቀሳቐሱ ወትሩ ድሉዋት ሰራሕተኛታት ፅገና፣ ኣብረርትን ካልኦት ተሓጋገዝቲ በረራ ዝኾኑ ኣባላትን ዘለወን እየን። ኣቦ ወይ ኣደ ንደቆም ኣብ ዓመተ ልደቶም ከም ሰዓት፣ ሞባይል፣ ላፕቶፕ ወይ መኪና ዝኣመሰለ ክቡር ህያብ ክህብዎም ርኢኹም ትኾኑ ኢኹም። ሱልጣን ሓሰናል ንጓሉ ኣብ ዓመታ እንታይ ከም ዝሃባ ግን ብፍጹም ክትግምትዎ ኣይትኽእሉን ኢኹም። እዚ ሱልጣን ኣብ ልዕሊ ልእልቲ ጓሉ ማጂዳ ዘለዎ ፍቕሪ ንምግላጽ ኣብ መዓልቲ ልደታ ቦይንግ ሸውዓተ ሚእትን ኣርብዓን ሸውዓተን ዝዓይነታ ናይ ውልቂ ነፋሪት'ዩ ሂብዋ። ሱልጣን ሓሰን ኣል ሓሻሺ መራሒ'ዩ። ጸጉሩ ንኽቕምቀም ናብ እንግሊዝ ዝኸይድ፣ ነዛ ሓንሳብ ዝቕምቀማ ዒስራ ሽሕ ዶላር ዝኸፍል ኣዝዩ ሓሻሽ መራሒ። እዚ ሱልጣን ንኣሽቱ ነገራት ኣይፈቱን እዩ። እቲ ኣብታ ብዙሕ ነበርቲ ዘይብላን በጻሕቲ ዘይበዝሕዋን ርእሰ ከተማ እታ ሃገር ዝኾነት ከተማ ባንዳር ሴሪ ባጋዋን ዝሃነጾ በዓል ሸሞንተ ኮኾብ ሆቴል ድማ ናይዚ መረጋገጺ እዩ። እዚ ሆቴል ብክልተ ሽሕ ዓመተ ምህረት ዝተሃንጸ ኮይኑ ንክህነጽ በቲ ናይ ሽዑ ሸርፊ ሓደ ነጥቢ ሓሙሽተ ቢልዮን ዶላር ዝወደእ ሆቴል እዩ። እዚ ኢምፓየር ተባሂሉ ዝፍለጥ ሆቴል ብትካል ብሩነይ ኢንቨስትመንት ኤጀንሲ ዝተሃንጸ ኮይኑ ብዘለዎ ኣገያጺ ትርኢት በዓል ሸሞንተ ኮኾብ ዝብል ደረጃ ዝተዋህቦ እዩ። እቲ ሆቴል ከኣ ከም መዕረፊ ናይቶም ናብ ብሩነይ ዝጓዓዙ መራሕቲ ሃገራትን ሰበስልጣናትን ኮይኑ የገልግል። ዓሰርተ ሓሙሽተ ሓምለ ዕለተ ልደት ሱልጣን ሓሰን ኣል ቦኪያህ ኮይኑ ኣብ ሃገረ ብሩነይ ከኣ ሃገራዊ በዓል እዩ። ልደቱ ከኣ ብሃገር ደረጃ ንዓሰርተ ሓሙሽተ ተኸታተልቲ መዓልታት ብኽብ ዝበለ ስነ ስርዓት ተኸቢሩ ይውዕል። ኣብዛ መዓልቲ ኩለንተን ኣብታ ሃገር ዝርከባ ትካላት ንግዲ ኣብ ልዕሊቲ ሱልጣን ዘለወን ፍቕርን ክብርን ንምንጽብራቕ ጽቡቕ ምንዮታት ዝተጻሕፎ ፓነራት ኣብ ኣፍደገ ትካላቶም ክሰቕላ ይግባእ። ብዘይካዚ ኣብ ካልኦት መዓልታት እውን ኩሎም ኣብ ብሩነይ ዝህነጹ ኣባይቲ ናይ ሱልጣን ሓሰናልን በዓልቲ ቤቱን ስእሊ ኣብ መናድቕ ገዛኦም ናይ ምስቃል ሃገራዊ ግዴታ ኣለዎም። ሱልጣን ሓሰናል ቦልኪያህ ሓሻሽ መራሒ'ዩ ክትብሎ ዘድፍር'ዩ። ንእሽተይ ሓዉ ጄፍሪ ቦልኪያህ ማዕረ ክንደይ ሓሻሽ ምዃኑ ንዝፈልጥ ሰብ ግን ሱልጣን ሓሰናል በቃቕ'ዩ። እዚ ካብ ጋዜጣታት፣ ታብሎይድ ምዕራባውያንን ጋዜጣታትን ምስሉን ተግባራቱን ጠፊኡ ዘይፈልጥ ሓሻሺ ሰብ ንዓሰርተ ኣርባዕተ ዓመታት ዝኣክል ሚኒስትሪ ፋይናንስ ብሩነይን ናይታ ሃገር ኣታዊታት ነዳዲ ዝቆጻጸር ናይ ብሩነይ ኢንቨስትመንት ኤጀንሲ ኣቦ ወንበርን ዝነበረ'ዩ። ኣብተን ኣብ ስልጣን ዝጸንሓለን ዓሰርተ ኣርባዕተ ዓመታት ከኣ ኣርብዓ ቢልዮን ዶላር ዝኸውን ገንዘብ ካብ ካዝናታት ነዳዲ እታ ሃገር ከምዝወሰደ'ዩ ዝእመን። እቲ ነዚ ክጻወር ዘይከኣለ ሱልጣን ሓሰን ኣል ከኣ ኣብ ልዕሊ ንእሽተይ ሓዉ ዝነበሮ ትዕግስቲ ብምጽንቃቕ ካብ ስልጣኑ ከም ዝወርድ ብምግባር ኣብ ቅድሚ ቤት ፍርዲ ብምቕራብ ኣብ ውሽጢ ሃገርን ወጻእን ዝነበረ ሃብቱ ከም ዘይንቀሳቐስ ገበረ። ጸኒሖም ግን ብመንጎኛነት ኣባላት ስድራ ቤት ናይታ ንጉሳዊት ስድራን ዓበይቲ መራሕቲ ሃገራትን ክዕረቑ ከኣሉ። ካብቶም ልኡል ጀፍሪ ካብ ሃብቲ ነዳዲ እታ ሃገር ብምውሳድ ዝዓደጎም ኣብ ዝተፈላለየ ሃገራት ዝርከቡ ነገራት ድማ ሓሙሽተ ሚእቲ ኣባይቲ፣ ክልተ ሽሕ መካይን፣ ትሽዓተ ነፈርትን ሓሙሽተ ኣጋየጽቲ ጀላቡን ናብ መንግስቲ ብሩነይ ከምዝምለሱ ተገብረ። ሱልጣን ሓሰን ኣል ቦልኪያህ ኣቦ ዓሰርተ ክልተ ቆልዑ መራሒ እዩ። እቲ ብኣቦኡ ሓሰን ኣል ብፍሉይ መንገዲ ዝፍቶ ምዃኑ ዝንገረሉ ኣብ ኢንስታግራም ኣስታት ሰለስተ ነጥቢ ክልተ ሚልዮን ሰዓብቲ ዘለዎ ውሩይ ወዱ ዓብዱል ማቲን እውን ልክዕ ከም ኣቦኡን ሓወቦኡን ሓሻሺ መንእሰይ እዩ። ወዲ ሰላሳን ኣርባዕተን ዓመት ልኡል ዓብዱል ማቲን ናይ ፖለቲካ ዓለምለኻውያን ርክባት፣ ውትህድርናን ናይ ምብራር ነፈርቲ ውግእን ትምህርቱ ኣብ ሃገረ እንግሊዝ ዝተኸታተለ ኮይኑ ኣብ ክልተ ሽሕን ዓሰርተ ኣርባዕተን ዓመተ ምህረት ሓዳር ዝመስረተ መንእሰይ ድማ'ዩ። ልክዕ ከም ኣቡኡ ምስ መካይን ልዑል ፍቕሪ ከምዘለዎ ዝንገረሉ ዓብዱል ማቲን ተቖጺረን ዘይውድኣ መካይን ከምዘለዎ እዩ ዝንገር። ሱልጣን ሓሰን ኣልን ኣባላት ስድራቤቱን ነዚ ፈቖድኡ ዝዘርዎ ገንዘብ ካብ መሸጣ ነዳዲ እታ ሃገር እዮም ዝረኽብዎ። ሃገረ ብሩነይ ኣካል መግዛእቲ እንግሊዝ ዝነበረት ሃገር እያ። እንግሊዛዊ ትካል መፍረ ነዳዲ ሸል ብሽሕን ትሽዓተ ሚእትን ዒስራን ትሽዓተን ዓመተ ምህረት ኣብ ሃገረ ብሩነይ ነዳቕዲ ክረክብ ከኣለ። ካብቲ ግዜ እቲ ጀሚሩ ከኣ ህይወት ንጉሳዊ ስድራ ቤት ቦልኪያህ ፍጹም እዩ ተቐይሩ። ብሽሕን ትሽዓተ ሚእትን ሰማንያን ኣርባዕተን ዓመተ ምህረት እታ ሃገር ካብ መግዛእቲ እንግሊዝ ነጻ ድሕሪ ምውጽኣ ድማ እታ ንጉሳዊት ስድራ ቤት ኣብ ብሩነይ ገባሪትን ሓዳጊትን ክትከውን ከኣለት። ብሩነይ ንእሽተይ ሃገር እያ፣ ብዝሒ ህዝባ ፍርቂ ሚልዮን ዘይመልእ ኣርባዕተ ሚእትን ሓምሳን ሓሙሽተን ሽሕ ጥራይ እዩ። ሰማንያ ሚእታዊት ካብ ዜጋታታ ኣብ ከተማታት ዝነብሩ ኮይኖም፣ ልዕሊ ፍርቂ ካብኣቶም ድማ ኣብ ርእሰ ከተማ እታ ሃገር እዮም ዝነብሩ። ርእሰ ከተማ ሃገረ ብሩነይ ባንዳር ሴሪ ባጋዋን እያ እትበሃል። ዋላ ደኣ ልዑል ሙቖት ዘለዋ ከተማ ትኹን፣ ልሙዕ ኣከባቢ ዘለዋን ብውቁባት ህንጻታት ዝተመልአትን፣ ከተማ'ያ። ሃገረ ብሩነይ ብባሕሪ ኣብ ክልተ ዝተኸፍለት ሃገር ኮይና፣ ኣብቲ ቀደም ግዜ ኣብ ምዕራባውን ምብራቓውን ክፋላት እታ ሃገር ዝነብሩ ዜጋታታ ንሓድሕዶም ንምርኻብ ብሃገረ ማሌዥያ'ዮም ኣቋሪጾም ዝሓልፉ ነይሮም። እቲ ብሱልጣን ሓሰናል ዝምራሕ መንግስቲ እታ ሃገር ግን ሰላሳ ኪሎሜተር ዝንውሓቱ ኣብ ልዕሊ ውቅያኖስ ዝተሰርሐ ድልድል ብምህናጽ መሬት ካልኦት ሃገራት ከይረገጹ ከም ዝራኸቡ ገበሮም። እዚ ሓደ ነጥቢ ክልተ ቢልዮን ዶላር ወጻኢ ተገይሩሉ ኣብ ክልተ ሽሕን ዕስራን ዓመተ ምህረት ተሃኒጹ ዝተዛዘመ ኣብ ደቡባዊ ምብራቕ ኤሽያ ካብ ዝተሃንጹ ድልድላት እቲ ዝነውሐ ምዃኑ ዝእመነሉ ድልድል ድልድል ሱልጣን ሓጂ ዑመር ዓሊ ሰይፉዲን'ዩ ዝበሃል። ዋላ ድኣ ሱልጣን ሓሰን ኣልን ኣባላት ስድራቤቱን ኣዝዮም ሓሸሽቲ ሰባት ይኹኑ፣ ዜጋታቶም ግን ብመጠኑ ተቛደስቲ ተረፍ ሃብቶም ክኾኑ ክኢሎም እዮም። ዜጋታት ብሩነይ ዝኾነ ይኹን ጥዕናዊ ጸገማት ምስ ዘጋጥሞም፣ መንግስቲ መደበራት ሕክምና ሃኒጹ፣ ሰብ ሞያ ሕክምና ኣዳልዩ፣ ምዕቡላት ማሽነሪታት ኣዳልዩ ስለ ዝጽበዮም፣ ናብ ዝኾነ መንግስታዊ መደበር ጥዕና ብምኻድ ብናጻ ክሕከሙ ይኽእሉ። ናይ ካርድ፣ ናይ መርመራ፣ ናይ ዓራት ወይ ድማ ናይ መድሃኒት ክፍሊት ዝሓቶም የለን። ጥዕናዊ ምኽርታት ካብ ምርካብ ክሳብ ኣምፑላንስ ጸዊዕካ ዓራት ሒዝካ መጥባሕቲ ምግባር ኩሎም ኣገልግሎታት ኣብ ሃገረ ብሩነይ ናጻ እዮም። ኣገልግሎት ትምህርቲ እውን ብተመሳሳሊ ካብ ኬይጂ ጀሚርካ ናይ ኤለመንታሪ፣ ሃይስኩል፣ ፖሊቴክኒክን ትምህርታት ዩኒቨርሲትን ኣብ ብሩነይ ብነጻ እዮም ዝወሃቡ። ዓበይቲ ምዕቡላት መሳርሒታት፣ ላቦራቶሪታትን ቤት ንባብን ዝተማልኣሎም፣ ኣብ ዓውድታት ሳይንስን ቁጽርን ዘተኮሩ ትካላት ትምህርቲ እታ ሃገር ኣዝዩ ብሉጽ ደረጃ ዘለዎ ትምህርቲ እዮም ዝቕርቡ። ንመማህራን እታ ሃገር ብሉጽ ናይ ስራሕ ስልጠና ንምሃብን ብሉጽነት ደረጃ ትምህርቲ ንምሕላውን ብምባል ኣብ መንግስታውያን ኣብያተ ትምህርቲ ካብ ወጻእ ሃገር ዝመጹ መማህራን እውን ይርከቡ እዮም። ኣብ ትምህርቲ ብሉፅ ውፅኢት ዘመዝገቡ ተምሃሮ ከዓ ናብ ካልኦት ሃገራት ብምኻድ ናብ ዓበይቲ ዩኒቨርሲቲታት ክፅምበሩ ምስ ዝደልዩ ናብተን ዩኒቨርሲቲታት ንዘእትዎም መፈተኒ መርመራ ክሳብ ዝሓለፉ መንግስቲ ብሩነይ ሙሉእ ወፃኢታቶም ብምሽፋን ትምህርቶም ክከታተሉ የኽእሎም። ተጠቀምቲ ናይዚ ዕድል ዝኾኑ ብዙሓት ተምሃሮ ብሩነይ ከዓ ኣብ ሃገራት እንግሊዝ፣ ኣውስትራልያ፣ ሲንጋፎር፣ ኒውዚላንድን ማሌዥያን ትምህርቶም ይከታተሉ። ኣብ ውሽጢ ሃገር ዝመሃር ዝኾነ ይኹን ተመሃራይ ዝኾነ ተወሳኺ ሓገዝ ምስ ዝደሊ ድማ ብመንግስቲ ቀጥታዊ ሓገዝ ይግበረሉ። መንግስቲ ብሩነይ ዜጋታቱ ወነንቲ ኣባይቲ ክኾኑ ተጊሁ እዩ ዝሰርሕ። መሬት ብነፃ ካብ ምዕዳል ጀሚሩ ትሑትን ማእከላይን መጠን ኣታዊ ንዘለዎም ዜጋታት ገዛውትን ኣፓርትመንታትን ብምህናፅ ብኣዝዩ ርትዓዊ ዋጋ ብመልክዕ ልቓሕ ይሸጠሎም። እቲ ንዜጋታት ኣባይቲ ብምህናፅ ዝቕርብ RPNA ዝበሃል መንግስታዊ ትካል ኮይኑ ወነንቲ ኣባይቲ ምእንቲ ክኾኑ ንሓደሽቲ መርዓውትን ብዙሓት ኣባላት ንዘለወን ስድራቤታትን ቀዳምነት ይህብ። ኣብ መብዛሕትኣን ሃገራት ዓለም ናይ ጥሮታ ክፍሊት ንምርካብ ኣብ መንግስታዊ ወይ ናይ ግሊ ትካል ተቖጺርካ እትሰርሕ ወርሓዊ ተቖራጺ ዘለካ ክትከውን ይግባእ። እቲ ዝቑረጸካ ዝነበረ ገንዘብ ከኣ ምስ ሸምገልካ ብመልክዕ ጥሮታ ይምለሰልካ። ኣብ ሃገረ ብሩነይ ግን ዕድሚኡ ሱሳታት ዝኣተወን ሓገዝ መንግስቲ ዝደልን ማንም ዜጋ ስራሕ ነይርዎ ኣይነበሮን ብዘየገድስ ወርሓዊ ናይ ጥሮታ ገንዘብ ይወሃቦ'ዩ። ኣብ ብሩነይ ግብሪ ይፍለጥን'ዩ። መንግስቲ ይሕግዘካን የበራትዓካን እምበር ካብቲ ጽዒርካ ዝረኸብካዮ ኣታዊ ግብሪ ይቆረጽን ነጊድካን ሓሪስካን ዝረኸብካዮ ገንዘብ ብሙሉኡ ናትካ'ዩ። ግብሪ ስራሕ፣ ግብሪ ኣታዊ፣ ግብሪ ገዛን መንደቕን፣ ናይ ንብረት ግብሪ፣ ቫትን ግብሪ ዊዝሆልድን ዝኣመሰሉ ዓይነታት ግብሪ ኣብ ብሩነይ ኣይፍለጡን እዮም። ሃገረ ብሩነይ ሕሱር ዋጋ መነባብሮ ካብ ዘለወን ሃገራት ዓለምና ምስ ቀዳሞት ሃገራት እትስራዕ እያ። መንግስቲ ኣብቲ መዳይ ልዑል ድጎማ ስለ ዝገብር ማይን ኤለክትሪክን ኣይክፈለሎምን እዩ ክበሃል ብዝከኣል መጠን ኣዝዮም ሕሱራት እዮም። ንዜጋታት ካብ ዝቐርቡ ሃለኽቲ ነገራት ብፍላይ ከም ዘይቲ፣ ሽኮርን ሩዝን ዝኣመሰሉ ነገራት መንግስቲ ልዑል ድጎማ ስለዝገብረሎም ዋግኦም ትሑት እዩ። መንግስቲ እታ ሃገር ነቲ ኣብ ከተማ ዝነብር ህዝቢ ጥራይ ዘይኮነ ሓገዛት ዘበርክት፣ ህይወት ናይቲ ኣብ ገጠራት ብሕርሻ ዝነብር ሕብረተሰብ ንምምሕያሽ እውን ሓገዛት ይገብር እዩ። ንሓረስቶት። ፈልስታት፣ ምሩፅ ዘርእን ኣፍራይነት ከዕብዩ ዝኽእሉ ናይ ሕርሻ ቴክኖሎጂታትን መንግስቲ ልዑል ድጎማ ብምግባር ይቕርብ። ኣብ ብሩነይ ሓደ ሰብ ብገምጋም ሓንቲ መኪና ኣላቶ። ብዙሕ ኣባላት ዘለወን ስድራቤታትን ስንኩላትን ከኣ መኪና ክውንኑ መንግስቲ ደገፍ ይገብር። በዚ ምኽንያት ኣብ ርእሰ ከተማ እታ ሃገር ይኹን ኣብ ካልኦት ከባቢታት ባስን ታክስን ብዙሕ ኣይርከባን እየን እተን ዘለዋ ውን ምስ ሃብቲ ናይታ ሃገር ኣነጻጺርካ ብዙሕ ብሉጽ ደረጃ ዘለወን ኣይኮናን ኣብ ሃገረ ብሩነይ ካብ ቦታ ናብ ቦታ ንምንቅስቃስ ነቲ ዳርት ዝተሰምየ ናይ ሜትሮ ሚኒባስ ኢኻ ክትጥቀም ዘለካ ዜጋታት ሃገረ ብሩነይ ዝተማህሩን ኣብ ጽቡቅ ኣታዊ ዘለዎ ስራሕ ዝተዋፈሩን እዮም ኣብታ ሃገር ንዝርከቡ ትሑት ደረጃ ትምህርቲ ዝሓቱ ስርሓት ካብ ፊሊፒንስ ማሌዥያ፣ ታይላንድ፣ ኢንዶኔዥያን ካልኦት ካብ ሃገራት ደቡብ ኤሽያ ዝመጹ ዜጋታትን'ዮም ዝሰርሕዎ። ህዝቢ ብሩነይ ኣዝዮም ኣኽበርቲ ሰብ፣ ተቐበልቲ ጋሻ፣ ንኽትረዳድኦም ብዙሕ ዘየጸግሙን ኣብ ዝኾነ ግዜ ሓገዞም ምስ እትደሊ ኣብ ጎንኻ ንኽቖሙ ዘይወላወሉን ህዝቢ'ዮም። ዋላ ደኣ ወግዓዊ ቋንቋ እታ ሃገር ቋንቋ ማላይ ይኹን ኣብ ኣብያተ ትምህርቲ ቋንቋ ኢንግሊሽ ልዑል ኣተክሮ ስለዝወሃቦን ብመግዛእቲ እንግሊዝ ተገዚኦም ብምንባሮምን ኩሎም ዜጋታት ክበሃል ብዝከኣል ጽቡቕ ናይ ቋንቋ ኢንግሊሽ ምልከት ዘለዎም እዮም። ብሩነይ ብሕጊ ሸሪዓ እትመሓደር ሃገር ብምዃና ብዙሓት ብጥብቂ ክትግበሩ ዘለዎም ሕግታት ዘለዋ ሃገር እያ። ኣብታ ሃገር ሽጋራ ምትካኽን ኣልኮላዊ መስተ ምስታይን ክልኩላት እዮም። መስተ ዝሸጣ ባራትን ናይት ክለባትን ውን ኣብታ ሃገር ኣይርከባን። መስተ ክትሰትን ብመስተ ክትዘናጋዕን ምስ እትደሊ ዶብ ብምስጋር ናብታ ካብ ርእሰ ከተማ እታ ሃገር ኣብ ናይ ኣርብዓን ሓሙሽተን ደቓይቕ ርሕቀት እትርከብ ማሌዥያዊት ከተማ ክትከይድ ኣለካ። ብሩነይ መስተ ዘይሽየጠላ ሃገር ምዃና ዝተረደኣት ማሌዥያ፣ ኣብ ዶብ ክልቲኤን ሃገራት ባራትን ናይት ክለባትን ዝርከባ ከተማ ብምድላው ንበጻሕቲ ብሩነይን ክዘናግዑ ንዝደልዩ ዜጋታትን ተእንግድ። ዋላ ደኣ ሃገረ ብሩነይ ሃብታም ሃገር ትኹን፣ ኩሎም ዜጋታታ ተቋደስቲ ናይቲ ሃብቲ'ዮም ማለት ግን ኣይኮነን። ብፍላይ ድማ እቲ ካብ መሸጣ ነዳዲ እታ ሃገር ዝርከብ ገንዘብ ከምቲ ኣባላት ስድራቤት ሱልጣን ገይሮም ዝንስነስዎ ናብ ተራ ዜጋታታ ዝበጽሕ ኣይኮነን። ንሃገረ ብሩነይ ምስ ከም ናይጀርያ ዝኣመሰላ ብሃብቲ ነዳዲ ዝበልጸጋ ክነሰን ዜጋታተን ግን ኣብ ልዑል ድኽነት ዝኽርትቱለን ሃገራት ምስ እነወዳድራ ዜጋታታ ዕድለኛታት እዮም ክበሃል ዝከኣል እዩ። ብኣንጻሩ እቲ ካብ ነዳዲ ዝርከብ ኣታዊ ናይ ገዛእ ርእሶም ጥራይ ከም ዘይኮነ ብምእማን ህይወት ዜጋታቶም ንምቕያር ላዕልን ታሕትን ዝብሉ መራሕቲ ምስ ዘለወን ሓደ ሓደ ሃገራት ዓረብ ምስ እነነጻጽሮ ግን ዜጋታት ብሩነይ ኣብ ድኽነት እዮም ዝነብሩ ዘለዉ ክበሃል ዝከኣል እዩ። ሓንቲ ሓጻር ሓበሬታ ወስ ብምባል፣ ናይ ሎሚ መደብና ክንዛዝም ወግዓዊ ባጤራ ሃገረ ብሩነይ፣ ብሩነይ ዶላር፣ እዩ ዝበሃል። ሓደ ዶላር ኣሜሪካ ከኣ ማዕረ ክበሃል ብዝከኣል ናብ ሓደ ነጥቢ ዕስራን ሸውዓተን ብሩነይ ዶላር እያ እትሽረፍ። ሓደ ዘገርም ሓቂ እንተሎ ከኣ ኣብ ብሩነይ ዝደለኻዮ ዓይነት ንብረት ገዚእካ፣ ዝኾነ ኣገልግሎት ተጠቂምካ ብባጤራ ሲንጋፖር ዝኾነ ሲንጋፖር ዶላር ክትከፍል ትኽእል ኢኻ። ብመሰረት እቲ ብ ሽሕን ትሽዓተ ሚእትን ስሳን ሸውዓተን ዓመተ ምህረት ክልቲኤን ሃገራት ዝኣተወኦ ስምምዕ፣ ብሩነይ ዶላር ምስ ሲንጋፖር ዶላር ሓደ ዓይነት ዋጋ ዘለዎ ኮይኑ፣ ባጤራ ክልቲኤን ሃገራት ድማ ኣብ ክልቲኤን ሃገራት ሕጋዊ ተቐባልነት ዘለዎ'ዩ። ክቡራት ተኸታተልቲ መስትያት ዓለም ንሎሚ ዘዳለናዮ ንሃገረ ብሩነይ ዝድህስስ ትሕዝቶ እዚ ዝተኸታተልኩሞ'ዩ ኔሩ። ኣብ ቀጻሊ ብዝተፈልየ መደብ ክሳብ እንመጻኩም ሰላም ቅነ። መስትያት ዓለም።